መርሓባ የሕዋተይ ኣብ ዘዘለኽሞ ሰላም ክትህልዉለይ ተስፋ ይገብር ሎሚ ከኣ ብዛዕባ ተማሃሮ ኣብ ጀርመን ዝማሃሩ እንታይ ሓገዝ ካብ ጀርመን መንግስቲ ክመጾም ከም ዝኽእል እየ ክነግረኩም ዝደሊ ኩላትኩም ሰሚዕኽሞ ከማን ትኾኑ ኢኹም ዕለት ዕስራን ሓደን ወርሒ ዓሰርተ ክልተ ዕስራን ክልተን እዮም እዚ መዲቦሞ ብዛዕባ እዚ ማለት እዩ ክልተ ሚእቲ ኦይሮ ንዝኾነ ተመሃራይ ኣብ ዩኒቨርሲቲ ዝመሃር ድዩ ኣውስቢልዱንግ ብውሕዱ ክልተ ዓመት ዘለዎ ኣውስቢልዱንግ ኣብ ጀርመን ከኣ ምዝጉብ ክኸውን ኣለዎ ብኣድራሽኡ ይምልከቶ እዩ ማለት እዩ እዚ ከኣ ኣገዳሲ ኣይኮነን ባፍክ እዚ ሓገዝ ካብ ካልእ ሓገዝ ካብ መንግስቲ ከም ተምሃራይ እንድሕር ትወሃብ ኮንካ ከም በዓል ባፍክ ወይ ድማ ናይ ቆለውዕ ኪንዳገልድ እዚ ናይ ቆለውዕ ገንዘብ ትወሃቦ ወይ ዩግንድሂልፈ እዚ ኣገዳሲ ኣይኮነን እንድሕር ተዋሂብካስ ብልዕሊኡ እዮም እቲ ክልተ ሚእቲ ዝህቡኻ እዚ ከኣ ስለምንታይ እዩ ናይ እዚ ሽትሮም ሃይትሱንግስኮስትን ኩሉ ስለ ከቢሩ ዘሎ እቲ ኢንፍሌሽን ከኣ እቲኦም ተምሃሮ ብኸምኡ ከይጉድኡ ኢሎም ክልተ ሚእቲ ንዝኾነ ተመሃራይ ይፍቀደሉ እዩ። እቲኤን ኣገደስቲ እንታይ እየን? ኣድራሻ ኣብ ጀርመን ክህልወካ ኣለዎ፣ ድማ ከኣ ኣብ ሓደ ትምህርቲ ምዝጉብ ክክትከውን ኣለካ፣ ኣብ ጀርመን ክርከብ ኣለዎ እቲ ትምህርቲ፣ ዩኒቨርሲቲ ድዩ ወይ ድማ ኣውስቢልዱንግሽቴተ ማለት እዩ። እቲ ወረቓቕቲ ከመይ ጌርካ ክተመዝግቦ ከም ዘድልየካ ኣብ ታሕቲ ሊንክ ክሓድገልካ እየ። እዚ ከኣ ካብ ብሕጂ ክትቀራርቦ ትኽእል ኢኻ፣ እቲ ገንዘብ ብሕጂ እዩ ዝወሃቦ፣ ኹሉ ሰብ ቅድሚ ሕጂ ሰለስተ ሚእቲ ኦይሮ እንድሕር ተዋሂብካ ካብቲ ስራሕ ዝህበካ ዘሎ ሕጂ ኣብዚ እዋን እዚ ቅድሚ ሕጂ ክንደይ ሓገዝ ኔሩ እንድዩ እሱ ከማን ኣገዳሲ ኣይኮነን እሱ ስለዝተቀበልኩስ እዚ ኣይቅበልንየ ኣይትበል ይግበኣካ እዩ ንዓኻ ከማን ከምኡ ከኣ ክንደይ ናይ ኮሮና ፓኬት ኔሩ ናይ ተማሃሮ ቅድሚ ሕጂ ዓሚ ማለት እዩ። ክትወሃብ ትኽእል ኢኻ ማለት እዩ ብልዕሊኡ እቲ ደስ ዝብለካ ኣብዚ ከኣ እንታይ እዩ ሽቶያ ኣክሌሩም ናይ ግድን መሊስካ ነቲአን ክልተ ሚእትስ ቀረፃ ይቑረፃላነን ሽቶያ ኣክሌሩም ብሰንኪ እዚ ከዓ ክትገብር የብልካ ናይ ግድን ካልእ ምክንያት እንድሕር ኣለካ ካልእ ሕቶ እንድዩ ወይ ድማ ትምህርቲ ድሮ ወዲኤ እሞ ሕጂ ደኣ እንታይ ክገብር ኣይፍቀደለይን እዩ ከይትብል ዕለት ሓደ ወርሒ ዓሰርተ ክልተ ዕስራን ክልተን ኣብ ዝኾነ ትምህርቲ ምዝጉብ ኔርካ እንተ ኔርካ ናይ ብውሕዱ ክልተ ዓመት እንድሕር ኮይኑ እቲ ትምህርቲ ከኣኒ ክትሓትት ትኽእል ኢኻ ብዝያዳ ከኣ ክድውለሎም ከማን ትኽእል ኢኻ ካልእ ሕቶ እንድሕር ኣለካ ኣብ ኩሉ እቲ ሊንክ ኣብኡ ክሓድገልካ እየ እም ወይ ድማ ኣይ ወጻእተኛ እየሞ ናይ ጀርመን ወረቀት የብለይን ኣይትበሉ ይፍቀደልኩም እዩ ንዓኹም ከማን ኣብዚ ዓዲ ጥራይ ምዝጉብ ኩኑ ኣብዚ ዓዲ ከኣ እቲ ትምህርቲ ይኹን ወይ ድማ ክልተ ክልተ ሲሜስተር ክንደይ ማለት እዩ ሓደ ዓመት ኣብ ወጻኢ እየ ነይረ ወይ ኣለኹ ሕጂ ኣይግበኣንን እዩ ኣይትበል እንድሕር ኣብ ጀርመን ኣድራሻ ኣለካ ፍሉጥ ድማ ኣብ ናይ ጀርመን ትምህርቲ ትምሃር ኣለኻ ኣብኡ ከኣ ምዝጉብ እንድሕር ኣለካ እስኻ ከማን ኣብዚ እዋን እዚ ኣብ ወጻኢ እንድሕር ኣለኻ ይፍቀደልካ እዩ ወይ ድማኒ ንመን እዩ ዘይፍቀደሎም ኣብ ንኣብነት ኣብ ጀርመን እንዳተማሃሩ ኣብ ወጻኢ እንድሕር ተቐሚጦም ኣይፍቀደሎምን እዩ ከምዚ ምሻለኩም ኣብ ማስትሪክት እናተቐመጡ ኣብ ኣኽን እንድሕር ትምህርቶም ኮይኑ ነዚኦም ኣይግብኦምን እዩ ወይ ድማኒ ኣብ ኣኽን ገዝኦም ኮይኑ ኣብ ማስትሪክት ከኣ ትምህርቶም እንድሕር ኮይኑ ኣብ ሆላንድ ማለት እዩ ማስትሪክት ኣይፍቀደሎምን እዩ እዚኦም እዚኤን ክልተ ኩሉ ግዜ ሓደ ክኾና ኣለወን እቲ ኣድራሻኻ ፍሉጥ ኣብ ጀርመን ክኸውን ኣለዎ እቲ ትምህርትኻ ፍሉጥ ኣብ ጀርመን ክኸውን ኣለዎ ምዝጉብ ከኣ ክትከውን ኣለካ ካብ ዕለት ሓደ ወርሒ ዓሰርተ ክልተ ዒስራን ክልተን ማለት እዩ እንድሕር ካብ ወርሒ ሓደ ወይ ወርሒ ክልተ ምዝጉብ ኮንካ ኣይግበኣካን ማለት እዩ። ካልእ ሓገዛት ከማን ብዙሕ ኣሎ ንተመሃሮ ብዝያዳ ከኣ ንስኻትኩም ኣብቲ ወብሳይት ዝሓድገልኩም ታሕቲ ክትርእይዎ ትኽእሉ ኢኹም። እዚ ከኣ ጽቡቕ ሓበሬታ እዩ ኔሩ ትብሉ እንድሕር ኮንኩም ጸሓፉለይ ኣብ ታሕቲ። ኣብዚ እዋን እዚ እቲ ሓጺር ቪድዮታት ኣብ ዩቱብ ኣብ ቲክቶክ እየ ዝሓድጎ ዘለኹ መታን እቲ ኢንፎርሜሽን ነቲኦም ሕብረተሰብና ቀልጢፉ ክበጽሓሎም ብምሉኡ እቲ ቪድዮ ኣብ ሓድ ኣብ ክልቲኡ ይገብሮ ኣለኹ ሓጺር እንድሕር ኮይኑ እቲ ንውሕ ዝበለ ቪድዮታት ግን ወይ ገሊኡ ከማን ዓሰርተ ደቂቕ ከሎ ጥራይ ከማን ይኣብየኒ ኣሎ ክሰቕሎ ይክእል እየ ዘለኹ ስለዚ ኣነ ብክብርት ብክብሪ ይሓተኩም ናብቲ ዩቱብ ከይድኩም ኣብኡ ሳብስክራይብ ክገትገብሩ ክትስርኢዎ እትኻልእ ቪድዮታት ኣገዳሲ ዝኾነ ንዓኹም ከምኡ ከኣ ሼር ክትገብሩለይ ናብ ኩሉ ቀልጢፉ መታን ክበጽሕ እቲ ሕብረተሰብና እቲ ኣድላይ ኢንፎርሜሽን ዘድልዮ ቀልጢፉ ኩሉ ክበጽሖ ከምኡ ከኣ ሕቶታትኩም ግን ኣብ ቲክቶክ ኣይተጽሓፉለይ በርከ ኣብዚ እዋን እዚ ያእ ከቢድ እዩ ሽዑ መሊሰ በብሓደ ክደልዮ ኣነ ብጽፉፉ ኣብ ዝኾነ ቪድዮ ናይቲ ምስቲ ኣርእስቲ ዝኸይድ ድዩ ወይ ምስቲ ኣርእስቲ እንድሕር ዘይከይድ ኮይኑ ሕቶ እንድሕር ኣለኩም ኣብ ዩቱብ ጽሓፉለይ ኣብ ዩቱብ ዝጽሓፍኩምለይ ኣነ ከኣኒ ወይ ቀጥታ ብኮሜንት ክምልሰልኩም እየ ወይ ድማ ቪድዮ ክትሰርሐ ማለት እዩ ከከምቲ ክብዲ ናይ ሕቶኹም ማለት እዩ ስለዚ ኣብዚ እዋን እዚ ብዙሕ ካልእ ሓገዝ ከማን ኣሎ ካብ መንግስቲ ካልእ ዘገድሰኩም ወይ ከብ ያ ብዝያዳ ሕቶ ዘለኩም ከማን ክትሓቱኒ ትክእሉ ኢኩም ኣብ ታሕቲ ክትጽሕፍዎ ትክእሉ ኢኩም ክስታይ ብውሽጢ ቲክቶክ ገለ ግን ኣይትጽሓፉለይ ፐርከ ክስታይ ጥርኑፍ ኣይኮነን ነው ብብዓይነቱ እንድሕር መገዲ ኣሎ ትረክቡኒ ዘለኹም ንዓይ ጥርኑፍ ኣይኮነን ከምኡ ከኣ ኣብዚ ብዙሕ ሰዓታት ላይፍ ዝነበርኩ ሎሚ ቅነ እንታይ ኢለ ነይረ በጃኹም እቲ ሕቶ ኣብቲ ላይፍ ዝሓተትኩምኒ ኣብቲ ኮመንት ናይ ዩቱብ ሕደጉለይ ኢለኩም ካብ ኩላትኩም ግን ሓደ ሰብ ኣይሓደገለይን ኣሎ ስለዚ በጃኹም መሊሰ ከኣ እዚኣ ከዘክረኩም ይደሊ እቲኦም ኣብ ዩቱብ ኣብ ቲክቶክ ላይፍ ምሳይ ዝነበሩ ብዙሕ ሕቶታት ዝነበሮም ድሕሪ ሕጂ በጃኹም ኣብቲ ዩቱብ ሕደግዎ ኣነ ኻኣ ብዝያዳ ንኹላትኩም ከብርሃልኩም መታን ነቲኦም ዝምለስ ኣብቲ ላይፍ ኮይነ መሊሰሎም እንድየ ግን እዚ ሕቶታት ንኻልኦት ከማን ስለ ዘገድስ ንዓይ ከማን ብዝያዳ ስለ ዝጠቅመኒ ድሕሪ እቲ ኮመንት ጽሒፍኩምለይ መሊሰ ሽዑኡ በብናቱ ቪድዮ ክሰርሕ ደልየ ኣለኹ ማለት እዩ ስለዚ በጃኹም ኣብኡ ሕደጉለይ ወይ ድማ ብቴሌፎን ገሌኹም ከማን ረኺብኩምኒ ዘለኹም እስኻትኩም ከማን ዝሓተትኩምኒ ኣብኡ ሕደግዎ በጃኹም ያ መታን ንኹላትና ክጠቕመና በርከ በብሓደ እንድሕር መሊሰልኩም ስኒ ብዙሕ ትርጉም የብሉን እዚ ሓሲበዮ ዘለኹ ንኹላትና ስኒ እቲ ኢንፎርሜሽን ኣብ ሓደ ግዜ ክበፅሓና ክህልው ኣለዎ ብከምኡ እየ ከማን ሼር በሉለይ ዝብለኩም ዘለኩ ንኣብነት ተማሃራይ ኣብ ጀርመን እንድሕር ትፈልጥዎ ኮይንኩም ወይ ኣውስቢልዱንግ ኣብዚ እዋን እዚ ዝገብር ዘሎ ስደዱለይ ከምኡ ከማን ሓንቲ ንኣገዳሲት ነጥቢ ሶሪ ሕጂ ንኣብነት ገሊኦም ተማሃሮ ከኣኒ ብዝኾነ ምክንያት ዕረፍቲ ይወስዱ ካብቲ ትምህርቶም ኡርላብ ኣሎ ምሽ ከምዚ ኡርላብ ሲሜስታ ዝበሃል ኣሎ እሳቶም ከማን ይፍቀደሎም እዩ ዕለት ሓደ ዲሰምበር ዕስራን ክልተን ምዝጉባት እንድሕር ነይሮም ድማ ከኣ ኣድራሻኦም ገና ኣብ ጀርመን እንድሕር ኣሎ ንዕኦም ከማን ይፍቀደሎም እዩ። እዚኣ ከኣ ኣገዳሲት ነጥቢ ምናልባት ኡርላብ ዘለዎ ኣብዚ እዋን እዚ ክላእ ሕጂ ደኣ ኣነ ኣይመሃርን እየ ዘለኹ ኡርላብ እየ ዘለኹ ኢልካ ኢልኩም ኣይትሕደግዎ ሕጂ ስለዚስ በጃኹም ኣነ እንታይ ክሓተኩም ዝደሊ ኮመንት ጽሓፉለይ ኣብ ታሕቲ ኩሉ ግዜ ኣብቲ ዩቱብ ጥራይ ብዝኾነ መገዲ ዝረኸብኩምኒ ድማ ከኣ ሼር በልዎ እዚ ኢንፎርሜሽን ዝሓድጎ ዘለኹ ሰሰናዩ ትምነየልኩም ኣገዳሲ ኢንፎርሜሽን ኔሩ ክኸውን ንዓኹም ተስፋ ይገብር ንዓኹም እንድሕር ዘይሓገዘኩም ከኣ ንኸምኡ ዝኣመሰለ ሰብ ስደድሉ የቐንየለይ ሰሰናዩ ትምነየልኩም ባይ